መርሃዊት ካብተን ንትምህርቲ ልዑል ድሌት ኣለወን ዝበሃላ ደቂ ኣንስትዮ እታ ሓንቲ እያ። ናይ መርሃዊት ናይ ትምህርቲ ድሌት ካብ ናይ ካልኦት ዝፈልዮ ነገር ግን ኣለዋ። ንሱ እውን ከኣ መርሃዊት ትምህርቲ ዋላ እንተደለየት ግና ኸኣ ዓቕሚ ኮነ ፍልጠት ኣይነበራን። ክርድኣኒ እዩ ኢላ እንትተጽንዕ መጀመርታ ዝተረድኣ ይመስላ እሞ ድሒሩ ግን ከኣ ንኽትዝክሮ እንትትሞክር ኣብ ርእሳ ምንም ዝሓዘቶ ነገር ከም ዘይነበረ ምንም ክመጸላ ኣይኽእልን። በዚ ነገር ብጣዕሚ እያ ትጨናነቕ። ድሌታን ዘለቶ ኩነታትን ክገጣጠም ስለ ዘይከኣለ ንባዕላ የተሓሳስባ። ኮፍ ኢላ ተረጋጊኣ ትሓስብ እሞ ምንም ከምዘየለ ትድምድም። መሊሳ ግን ናብኡ ትምለስ። ኣብ ህይወት ምምልላስ ዘሎ እዩ። ናይ መርሃዊት ኣመላልሳ ግን ኩሉ ግዘ ኣብ ሓንቲ ቦታን ብሓንቲ ነገርን ምድግጋማ ብጣዕሚ የጨናንቃ። ኣብ ህይወት ከዓ ክንዲ ደሊኻ ከይረኸብካዮ ምትራፍ ዘሓምቕን ዘሕርቕን ነገር የለን። መርሃዊት ንትምህርቲ ክንድኡ ዝኣክል ምግዳሳ ናይ ባዕላ ዓብዪ ምኽንያት ኣለዋ። ሓደ ሰብ እንተ ተማሂሩ እዩ ገንዘብ ዝረክብ ዝብል ኣተሓሳስባ ኣለዋ። ወይ ድኣ ንሳ ከምኡ ሓሲባ እምበር ብዙሓት ሰባት ኣለዉ ትምህርቶም ካብ ሻምናይ እንተቋረጽዎ ዋላ ጠንኪሮም ብምስርሖም ግን ጽቡቕ ገንዘብ እናእተዉ ካብቲ ዝተማሃረ ንላዕሊ ጽቡቕ ህይወት ይመርሑ። ነዚ ነገር ግን መርሃዊት ኣይተረድኣቶን ዋላ እንተሰምዐት ክትኣምነሉ ኣይከኣለትን። መርሃዊት ተማሂራ ፅቡቅ ስራሕ ሒዛ ገንዘብ ክትረክብ ናይ ግድን እዩ። ግድን ዝኾነሉ ምኽንያት እውን ገዝኦም ድኻታት ስለ ዝኾኑ ሰሪሓ ንኽትሕግዞም እዩ። መርሃዊት ኣብ መጀመርታ ክትውለድ ከባቢ ፅቡቅ ዝኾነ ህይወት እዮም ዝመርሑ ነይሮም። ወለዳ እውን ብፍቅሪ እናተንከባኸቡ እዮም ዘዕብይዋ ነይሮም። ኣቦኣ ናይ ቡና ነጋዳይ ዝነበረ እንትኸውን ኣዲኣ ኸዓ ምንም ስራሕ ኣይነበራን። ስርሓ ኣብ ገዛ ጓላ ምንክብኻብ ጥራሕ እዩ ነይሩ። ናይ መጀመርታ ጓሎም እንትወልዱ ንኽልቲኦም ዝተፈለየ ዓይነት ስምዒት እዩ ዝስምዖም ነይሩ። ክልቲኦም ህርፋን ቆልዓ ስለ ዝነበሮም ሕጉሳት እዮም ነይሮም። ምስ ተወለደት እውን ካብ ንዕኦም ንዓኣ እናሓሰቡ ንዓኣ ብፅቡቕ ኩነታት የዕብዩዋ። በዚ ዝተልዓለ መርሃዊት ብፅቡቕ ኩነታት ደስ ኢልዋ ትዓቢ። ዘይመርሓዊት ናይ ትምህርቲ ድሌት ካብ ብቁልዕነታ ጀሚራ እዩ ነይሩ። ኩሉ ግዘ ናብ ትምህርቲ ምኻድ ኣመና ደስ ይብላ። ኣብቲ ትምህርቲ ክትመሃር እንተላ ደስ ኢልዋ እያ ትመሃር። ግና ዘሕዝን ነገሩ ናይ መርሃዊት ነገር ንትምህርቲ ድሌትን ፍቅርን እምበር ክእለትን ፍልጠትን ዘይምህላዋ እዩ። ብኸምዚ እናቀፀሉ መርሃዊት እናጎበዘት እናዓበየት እንትትከይድ ወለዳ ካልኣይ ወዲ ቆልዓ ወለዱ። መርሃዊት እውን ምንም ናይ ሓው ትርጉም ዋላ እኳ እንተዘይተረድኣ ግና ሓው ስለ ዝተወለደላ ሕጉስቲ ኮነት። እቲ ቆልዓ ምስ ተወለደ ግና ከም ናይ መርሃዊት ዕድል ኣይገጠሞን። ብጣዕሚ ፀጊምዎ እዩ ዓብዩ። ኣቦኦም ንንግዲ ናብ ካሊእ ዓዲ ከይዱ ንብረት ሒዙ እናተመለሰ እናሃለወ እዩ እታ መኪና ብጣዕሚ ብዙሓት ንብረት ፅዒና ስለ ዝነበረት ካብ ክብደታ ንላዕሊ እዩ ነይሩ። ኣብ ሓደ ገደላማ ዝኾነ ቦታ ቁልቁል እንትወርዱ፣ ብሃንደበት ፍሬን ናይታ መኪና ይብጠስ እሞ፣ እቲ ገናሒ መኪና ንምቁጽጻር ከበዶ። እቲ ቦታ ቁልቁል ምስቲ ምንባሩ ከኣ፣ ነቲ ኩነታት ኣጋደዶ እሞ፣ እናፈርሑ ይወርዱ። ኣብ መወዳእታ፣ እቲ ገናሒ መኪና ካብ ቁጽጽሩ ወጻኢ ኮይና፣ ምስ ሒዞሞ ዝነበሩ ንብረት ናብ ሓደ ገደል ደርበየቶም። ኣብዚ እዋን እዚ ክልቲኦም ህይወቶም ሓለፈ። ነዚ ናይ ሞት ዜና ናብ እኒ መርሃዊት እንትመፅእ ኣዲኣ ንሰብ ምትሓዝ ክሳብ ትፅገም እያ ኮይና። ንሱ ብዙሕ ነገር ነቲ ገዛ ተሸኪሙ እዩ ዝኸይድ ነይሩ። ንኹሎም ንሱ እናሰረሐ እዩ ዝምግቦም ነይሩ። ንሰበይቱ ዋላ ክሰርሕ እንተበለቶ ከይትደኽሚ እናበለ እዩ ባዕሉ ቀትርን ለይትን ኢሉ ዝሰርሕ ነይሩ። ግና ፈጣሪ ካብ ዝበሎ ዕለት ምውፃእ የለን እሞ ብሃንደበት ተፈልዮም። ኣዶ መርሃዊት ነቲ ሓዘን ኣይከኣለቶን። ብጣዕሚ እዩ ከቢድዋ። ክልቲኦም ብጣዕሚ እዮም ዝፋቐሩ ነይሮም። ኣብ መንጎኦም ዝነበረ ምትሕልላይ ክግለጽ ካብ ዝኽእል ንላዕሊ እዩ ነይሩ። እንታይ እሞ ይኹን ድሮ ኩሉ ነገር ሓሊፉ ነበረያ ነበረ ኮይኑ ተረፈ። ንእሽተን ካብ ሓዘና ተረጋጊኣ መሊሳ ናብ ጭንቂ ኣተወት። መጨነቒኣ ምኽንያት እውን ደቃ እተዕብየሉ ኩነታት እዩ። ንሳ ምንም ስራሕ ኣይነበራን። ክሰርሕ እየ ኢላ እውን ሓሲባ ስለ ዘይትፈልጥ። ብጣዕሚ ተጨነቐት። ዘጨንቓ ዘሎ ናይ መጻኢ ናይ ደቃ መነባብሮ ኢሉ ሳላ በዓል ገዝኣ ንዝተወሰነ ግዘ ዘንብር ገንዘብ ነይሩወን እዩ። እንታይ ክሰርሕ ኢላ ግን ኩሉ ግዘ ትጨናነቕ። ዝነበረ ናይ ሰብኣያ ገንዘብ እናበልዓን ክነብራ። ሓደ መዓልቲ ሓደ ሕማቕ ዜና መሊሳ ሰምዐት። እቲ ዜና ካብ ባንኪ ዝመጸ እዩ ነይሩ። ገዛ ዕረፍታ ዝርብሽ ገዛ ክራይ ዘይምኽፋላ ዓብዪ ዕረፍቲ ዝስምዓ ዝነበረ። ነዚ ዕረፍታ ዝርብሽ ዜና ሰምዐት በዓል ገዝኣ ነቲ ገዛ ንምስራሕ ካብ ባንኪ ተለቂሑ ነይሩ። ንቑሑ እናኸፈለ እናሃለወ ኸኣ ፍርቂ ከባቢ ምስ ከፈለ ዩ ሞይቱ። በዚ ዝተላዕለ እቲ ገንዘብ ክፈሊ ተባሃለት። ኣብዚ ግዘ ትሕዞን ትጭብጦን ሰኣነት። ናይ በዓል ገዝኣ ገንዘብ ወዲኣ እንታይ ከም እትበልዕ ዘይትፈልጥ ዕዳ ክፈሊ ምስ ተበሃለት እንታይ ትግበር? ንመን ተማኽር ጠፈኣ? መቸም ኣብ ዕዳ ርህራሀ ዝበሃል ነገር የለን እንድዩ። ብተደጋጋሚ እንተነገርዋ ዋላ ብዘይምኽፋላ ናይ መወዳእታ መጠንቀቕታ ሃብዋ። እንተ ንሳ ግና ምንም ትገብሮ ነገር ብዘይምንባሩ ንሶም ዝገብርዎ ክትጽበ ጀመረት። ኣብ መወዳእታ እቶም ባንኪ መፍትሒ ምስ ሰኣኑ ነቲ ገዛ ናብ መንግስቲ ኣእትዮም ኣብ ሓፂር ግዘ ካብቲ ገዛ ለቒቐን ንክወፃ ተነገረን። ፀገማት እናተደራረባ ከዓ መፍትሒኡ ጠፍኣ። ብዙሕ ደልያ ከዓ ሓንቲ ፀባብ ገዛ ተኻርያ ደቃ ሒዛ ናብኡ ኣተወት። በዓል ገዝኣ ምስ ከደ ኣብ ሓፂር ግዘ ዩ ናብ ፀገምን መከራን ኣትያ። በዚ ከዓ ብዙሕ ሰብ እዩ ዝግረም ክትሰርሕ ግድን ስለዝኾነ ኸኣ በተን ዝነበራኣ ገንዘብ ንእሽተን ሸቐጣ ሸቐጥ ጀሚራ ኣብ ጽርግያ እናዘርገሐት ትሸይጥ ብኸምዚ ኸኣ ደቃ ተዕቢ። መርሃዊት ነዚ ኹሉ ጸገም እናረኣየት ትምህርታ ትመሃር ዋላ እንተዘይተረድኣ። መርሃዊት ነዚ ኹሉ ጸገም እናረኣየት ትምህርታ ትመሃር። ዋላ እንተዘይተረድኣ ግን ስቕ ኢላ ተጽንዕ። ብኸምዚ ኹነታት ዓሰርተ ክልተ ክፍሊ በጽሐት። ንሳ ዓሰርተ ክልተ ክፍሊ እንትትበጽሕ ሓዋ ዓስራይ ክፍሊ ይመሃር። ኣብ ፈተና እዋን ግን ንመርሃዊት ከም ዝደለየቶ ኣይገጠማን። ውጽኢት ክመጸላ ኣይከኣለን። በዚ ኸኣ ብጣዕሚ እያ ተጎዲኣን ተሰሚዕዋን። ጎና ጎኒ ትምህርታ ካልእ ስራሕ ከይትሰርሕ ተማሂረ ክሓልፈለይ ኢላ ብምሕሳባ ስለ ዝነበረ ብሓጺሩ ምውዳቓ ብጣዕሚ ተሰመዓ። ካብ ኩሉ ኸኣ ወዲቓ መሊሳ ኮሌጅ ዘይምእታዋ'ዩ ጎዲእዋ። ኣብዚ ግዘ ብዙሕ ነገር ሓሰበት። ካብ ዝሓሰበቶ ኩሎም ግን ኣብ ሓደ ሓሳብ ጸንዐት። ንሱ እውን ከኣ ካብዚ ዓዲ ምጥፋእ እዩ ነይሩ። ናይ ጓላ ምጭንናቕ ዝረእየት ኣዲኣ ምንም ክትገብር ዘይምኽኣላ እናሕሰና ንጓላ እቲ ዘለዋሉ ዓመት እናሰራሓ ገንዘብ ክትእክብ እሞ ቀፃሊ ዓመት ትምህርቲ ከም እትኣቱ ኣረድኣታ። መርሃዊት እውን ተሰማሚዓ ምስኣ ሸቐጣ ሸቐጥ ጀመረት። ንክትመሃር ካብ ዝነበራ ድሌት ከዓ ካብ እትሰርሖ ምንም ከየጥፍአት እናዓቆረት ዓመት ሙሉእ ሰረሐት። ኣብ ቀፃሊ ዓመት ናብ ኮሌጅ ኣትያ ብኣካውንቲንግ ትምህርታ ጀመረት። ትምህርቲ ምጅማራ ብጣዕሚ እዩ ኣሐጒስዋ፣ እቲ ትምህርቲ እውን ከምቲ ናይ ክላስ ኣይከበዳን፣ ቅልል እዩ ኢልዋ። ዓመት ሙሉእ ብዝኣከበቶ ቅርሺ ከዓ ዓመት ሙሉእ ብዘይ ምጭንናቕ ተምሃረት። መርሃዊት ቀዳማይ ዓመት ትምህርታ ብፅቡቕ ወዲኣ ንቐፃሊ ዓመት ከዓ መምሀሪኣ ክትጨናነቕ ጀመረት። ሓዋ ኣብቲ ግዘ ንሱ ዓሰርተ ክልተ ክፍሊ ወዲኡ ሓዋ ኣብቲ ግዘ ንሱ ዓሰርተ ክልተ ክፍሊ ወዲኡ ናብ ዩኒቨርሲቲ ኣተወ። ጎና ጎኒ ትምህርቱ ሓደ ሓደ ስራሕ እናሰረሐ ከዓ ንእሽተን ቅርሺ ኣጠራቐመ እሞ ንሓፍቱ መምህር ሓባ ክልቲኦም ብጣዕሚ እዮም ዝፋተዉ ነይሮም። ሓልዮቶም ኣመና ፍሉይ እዩ ነይሩ። ኣጋጣሚ ኮን እቲ ዝበፅሖ ዩኒቨርሲቲ ኣብቲ ዘለውሉ ዓዲ እዩ። መርሃዊት ካልኣይ ዓመት ትምህርታ ከምቲ ናይ ቀዳማይ ዓመት ብምሉእ ነፃነት ኣይኮነትን ተማሂራ ዝነበራ ገንዘብ ንናይ መጀመርታ ሰለስተ ኣዋርሕ ምስ ከፈለተን እናተጨናነቐት መሓር ሓደ መዓልቲ ካብ ትምህርታ ብታክሲ እናተመለሰት እናሓለወት ኣብ ዓብዪ ሓሳብ ኣተወት። ኣብ መንጎ እቲ ናይታ ታክሲ ረዳት ሂሳብ ንኽትህቦ ሓፍቲ እናበለን ትፅውዓ እንተ መርሃዊት ብሓሳብ ተዋሒጣ ክትሰምዖ ኣይከኣለትን። ደጋጊሙላ ስቕ ምስ በለት፣ ንኽምለሳ ኢሉ ናብ ካሊእ ክኸይድ ክብል፣ ብጎና ኮፍ ኢሉ ዝነበረ መንእሰይ ናቱ ሒሳብ እናሃበ ናታ ንኽቆርጽ ነገሮ። እታ ታክሲ ተሳፋሪ ንኽተውርድ ጠጠው ምስ በለት፣ መርሃዊት ካብ ኣትያቶ ዝነበረት ሓሳብ ተበራቢራ ሒሳብ ክትከፍል ኢዳ ናብ ቦርሳኣ ምስ ኣእተወት እቲ ረዳት ተኸፊሉ እዩ በላ። መን ከም ዝኸፈሎ ነጊርዋ ናብቲ ወዲ እናርኣየ ምስጋናኣ ገለጸትሉ። ንሱ ኸኣ ምንም ምስጋና ከም ዘየድሊ ገሊጹ እንታይ ከም ዘጭንቓ ሓተታ። ንሳ እውን ዘጭንቕ ነገር ከም ዘይሰኣን ነገረቶ። እቲ ወዲ ብሩክ እዩ ዝበሃል። ንመርሃዊት ምስ ረኣየ ዝኾነ ዘጭንቓ ነገር ከም ዘሎ ተረድኣ። ቀሪቡ ከማኽራ ኸኣ ደለየ። ምኽንያቱ ንሱ ብዙሕ ነገር ርእዩ ዓብዩ ገና ወዲ ዓሰርተ ሓሙሽተ ዓመት እናሃለወ እዩ ሰብኣይ ኣዲኡ ካብ ገዛ ኣባሪርዎ ንሱ ከዓ ባዕሉ እናሰርሐ ትምህርቱን ትቕፅል ውፅኢት ከይመፀሉ ተረፈ ብሩክ ከዓ ባዕሉ ናይ ጉልበት ስራሕ እናሰርሐ ኮሌጅ ኣትዩ ከም ናይ መርሃዊት ዲፓርትመንት ብኣካውንቲንግ ተማሂሩ እዩ ኣብቲ ዘለሉ ደረጃ በጺሑ ኣብ ህይወቱ ብዙሕ ነገር ብምርኣዩ ንመርሃዊት ከማኽራ ሓሰበ። ኣብቲ ታክሲ ኮይኖም ከኣ ስልኪ ተቐበለ እሞ ኣብ መውረዲኡ ቦታ ምስ በጽሐ ንሱ ወረደ፣ ንሳ ከኣ ቀጺላ ናብ ገዝኣ ከደት። ብሩክ ድሕሪ እቲ መዓልቲ እናደወለ ብዛዕባ ህይወት የማኽራ። መዓልቲ መሪጾም ይራኸቡ'ሞ ጽቡቕ እናዕለሉ ይፈላለዩ። ብዛዕባ ህይወቱን ዘሕለፎ ውጻእ ውረድ ምስ ነገራ፣ መርሃዊት ብጽንዓቱን ጻዕሩን እናተገረመት ሓሳባቱ ትሰምዕ። ደሓር ንሳ'ውን ዘለትሉ ጸገም ኩሉ ዘርዚራ ነገረቶ። መምሀሪ ከም ዘይብላ፣ ኣዲኣ ተጸጊማ ተምህራ ከም ዘላ ኩሉ ነገር ነገራቶ። ብሩክ። ነቶም ገጢሞማ ዘለዉ ጸገማት ብዓቕሊ ቀስ ኢላ ንኽትሓልፎም መኺሩ። ንትምህርታ ከኣ ናይ ሰለስተ ወርሒ ክፍሊት ከም ዝሕግዛ ቃል ኣተወላ። መርሃዊት እቲ ገንዘብ ዋላ እንተድልያ ንሳ ግን ኣይደልን ኢላ ተገዋገወት። ብሩክ ግን ዘይገብሮ ነገር ቃለይ ይኣቶን እሞ ንጽባሒቱ እቲ ገንዘብ ሃባ። ንሳ ብዝሃባ ገንዘብ እናተመሃረት ጎና ጎኒ ትምህርታ ምስ ኣዲኣ እናሰራሐት ምስ ብሩክ ትራኸብ። ክልቲኦም እናተቐራረቡ ብዝኸዱ ቁፅሪ ተፋቒሮም ከዓ ፍቕራዊ ርክብ መስረቱ። ናይ ክልቲኦም ፍቕሪ ሓቃዊ እዩ ነይሩ። ንድሌት ንጥቕሚ ኢሎም ኣይተኣታተውን። እናሰራሐት እናተመሃረት ከዓ ካልኣይ ዓመት ወዲኣ ክረምቲ ኾነ። ኣብዚ ግዘ ሓደ ሰንበት ኣብ ገዝኣ ኮፍ ኢላ እናሓለወት ኣዲኣ ምስ ሓደ ሰብኣይ ናብ ገዝኣ መፀት። እንትመፁ እናሰሓቑ እዩ ነይሩ። ኣብ ገዛ እውን እናተፃወቱ ቡና እንትሰትዩ መርሃዊት በዲኣ ተሓጎሰት። ምኽንያት መሐጎሲኣ ከዓ ኣዲኣ ካብ ብሕታውነት ወፂኣ ሓዳር ክትገብር መርሃዊት ትደሊ ስለ ዝነበረት እዩ። እቲ ሰብኣይ እውን ብተደጋጋሚ ናብቲ ገዛ መጺኡ ቡና ሰትዩ ይኸድ። ካብ ኩሉ ከኣ ንመርሃዊት ዘሪኣ ክብሪ ፍሉይ እዩ ነይሩ። ክረምቲ ብምዃኑ ሓዋ እውን ኣብ ገዛ እዩ ነይሩ። መዓልቲ መዓልቲ ናብ ገዛ እንትመጽእ ካብ ዝተለመደ ምንቅስቓስ ካሊእ ምንቅስቓስ ኣይነበረን ነይሩ። በዚ ከኣ ምስ ኣዲኣ ዘለዎ ርከብ እንታይ ምዃኑ ጨነቓ። ካብ መዓልቲ ናብ መዓልቲ ናብኣ እናቐረበ ይኸይድ። ብዛዕባ ኣዲኣ ንምሕታት ካብ ናብ ባዕላ ዝድውል ናብ መርሃዊት ደዊሉ ይሓትት። ኩሉ ምንቅስቓሱ ናብኣ እናቐረበ ከደ። ሓዋ ነዚ ሰብኣይ ኣይፈተዎን ነይሩ። ክረምቲ ተወዲኡ። ናይ ትምህርቲ ሰዓት እንትኣቱ እቲ ሰብኣይ ንናይ መርሃዊት ክፍሊት ናይ ዓመት ሙሉእ ከፈለላ። መርሃዊት እውን ጥርጣረ እናነበራ ዋላ ነዲኣ ኢሉ ከም ዝገበሮ ብምሕሳብ ስቕ ኢላ ትመሃር። ቀስ ብቐስ ግና ካብ ትምህርቲ ትወፀሉ ሰዓት እናተፀበየ ብመኪና ክወስዳ ጀመረ። መርሃዊት እቲ ኹነታት ክትፎቶ ኣይከኣለትን። ንወላዲታ ከይዳ ብግልፂ ምስቲ ሰብኣይ ዘለዋ ርክብ ሓተተታ። ኣዲኣ ኸኣ ምስኣ ምንም ዓይነት ርክብ ከም ዘይብሉን እቲ ሰብኣይ ርክቡ ምስ መርሃዊት ምዃኑን ነገረታ። ክርድኣ ዘይከኣለ መርሃዊት ንኽተረድኣ ነዲኣ ሓተተታ። ኣዲኣ ኸኣ እቲ ሰብኣይ ከም ዝፈትዋን ኩሉ ነገር ዝገብረላ ንኽትፈትዎ ደልዩ ከም ዝኾነን ነገረታ። እዚ ነገር ዝሰምዐት መርሃዊት ዝጠርጠረቶ ስለ ዝነበረ። ኣብቲ ቀጻሊ መዓልቲ ክወስዳን ትመጽእ ካልኣይ መዓልቲ ንኸይመጽእ ነጊራ ናብ ታክሲ ኣትያ ኸደት። ነዚ ነገር ንሓዋ ተዘረበቶ እሞ ሓዋ ኣብ ገዝኡ እናሓደረ ክመሓር ጀመረ። ሓደ ቀዳም ክልቲኦም ኣሕዋት ምስ ኣዲኦም ኮፍ ኢሎም ቡና እናሰተዩ እናሃለዉ እቲ ሰብኣይ መጸ። ኣብዚ ግዘ መርሃዊት ተናዲዳ ንክወፅእ ነገረቶ። ንሱ ከዓ ተደናጊፁ እንታይ ከም ዝተፈጠረ ክሓትት ክኣቱ እንትብል ሓዋ ኣመና ተናዲዱ ብቦክሲ ወቐዖ። ክረጋጋእ ስለ ዘይከኣለ ከዓ ደጋጊሙ እንትወቕዖ ጎረቤት ተኣኪቡ ኣገላገለ። እቲ ሰብኣይ መኪንኡ ኣልዒሉ እናተሓነየ ከደ። ኣብዚ ግዘ ግን ስግኣት ነበረን። ንሓዋ ዝኾነ ነገር ከይገብሩ ይፈርሓ፣ ንኽጥንቀቕ ከኣ ይነግርኦ። በዚ ኩነታት መርሃዊት ምስ ብሩክ እንትትራኸብ ከም ቀደም ኣይኮነትን። ነዚ ተዓዚቡ እንትሓታ ምንም እናበለት ትሓልፎ። ደሓር ግን ካብ መጀመርታ ክሳብ መወዳእታ ምስ ነገረቶ እቲ ወዲ ብገንዘብ ንሓዋ ከየውቅዖ ንኽጥንቀቓ ነገራ። ከም ዝፈርሕኦ እውን ሓደ መዓልቲ መርሓዊት ስልካ ተደወለላ እሞ ሓዋ ተወቒዑ ሆስፒታል ከም ዝኣተወ ተነገራ። እናጎየየት ናብ ሆስፒታል ከደት። ሓዋ ብኻራ ኣብ ሰለስተ ቦታ እዩ ተወቒዑ ነይሩ። ውግኡ ከቢድ ብምንባሩ ኸዓ ድሕሪ ሰለስተ መዓልቲ ህይወቱ ሓለፈት። ኣደን ጓልን ብጣዕሚ ሓዘና። ብናይ ሓዋ ሞት ተጠርጢሩ ዝኣተወ እቲ ሰብኣይ ኣድላይ ምርመራ ተገበረሉ እሞ ንሱ ምዃኑ ተረጋጊጹ ተፈሪድዎ ተኣሰረ። ምስ ሓዘና ኮይና ትምህርታ ትቕጽል። ብሩክ እውን ኩሉ ግዘ ካብ ጎና ከይተፈለየ የጸናንዓ። ብኸምኡ ከኣ ናይ መወዳእታ ዓመት ትምህርታ ፍርቂ ምስ በጽሐት ኣዲኣ ብሃንደበት ሓመመት። ጸገም ኣብ ልዕሊ ጸገም ዝተደራረባ መርሃዊት ንፈጣሪ ምምራር ጀመረት። እንታይ ትግበር ክሳብ ዝጨንቃ ኾነት ኣዲኣ እውን ግና ንወዳ ኣርኪባ ህይወታ ሓለፈት። መርሃዊት ኣብ ውሽጢ ሓደ ዓመት ብህታዊት ኮይና ንበይና ተረፈት። ብጣዕሚ ሓዘነት ካብ ሓዘና ንምውፃእ ብጣዕሚ ኸበዳ ናይቲ ሓደ ሓዘን ከይወደኣት ከይወፀላ እንተሎ ኣዲኣ ምሟታ ብጣዕሚ ጎደኣ። ብሩክ ካብቲ ዝነበረቶ ገዛ ኣውፂኡ ምስኡ ኣእተዋ እሞ ካብ ስርሑ ዕረፍቲ ኣውፂኡ ካብ ሓዘና ኣረጋጊኡ ናብ ትምህርታ መለሳ። ከም ገሌላ ትምህርታ ወዲኣ ተመረቀት እሞ ብሩክ ኣብ ሓደ ናይ ግሊ ባንኪ ስራሕ ኣቁፂሩ ኣእተዋ። ብሓደ ኮይኖም ከዓ ንሱ ብዝተከኣሎ እናሓጎሳ ይነብሩ። ኩሉ ነገር ተደራሪቡ እንተከበዳ ዋላ ከም ኣቦ፣ ተመዶ ሓው መሓዛ ኣፍቃሪኣ ኮይኑ ኣብ ጎና ደው ኢሉ ዘጸናንዓ ብሩክ ከም ትካእ ናይ ኩሎም ፈጣሪ ዝሓባ ውህብቶ ጌራ ብምቁጻር ብዝተኻእላ ሕጉስቲ ኮይና ምስኡ ትነብር። ብሓደ ከኣ ንእስ ዝበለት ናይ ቀለበት ፕሮግራም ጌሮም። ሓዳሮም ገበሩ እሞ ንሓዳሮም ብቆልዓ ባሪኾም ይነብሩ ኣለዉ። ሰላም ሰላም ናይ ማኪ ሚድያ ተኸታተልቲ ንሎሚ ሒዘልኩም ቀሪበ ዝነበርኩ ዛንታ ነዚ ይመስል ነይሩ። ነዚ ዛንታ እንተደኣ ፈቲኹምዎ ኣብ ናይ ኮመንት መጽሓፍ ቦታ ሓሳብ ርእይቶኹም ግደፉልና። ነዚ ዛንታ ላይክ ብምግባር ነዚ ቻናል ሓደሽቲ እንድሕር ደኣ ሃሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ናይ ወትሩ ተኸታተልትና ክትኾኑ ንላቦ። ብቐጻሊ ብኻሊእ ዛንታ ብኻሊእ መደብ ብኻሊእ ሓሳብ ክሳብ ንራኸብ ክሳብ መወዳእታ ምሳና ስለ ዝጸናሕኩም ካብ ልቢ እንዳመስገና እዚ ክንፍለየኩም ሰሰናዩ